ኣብ ለንቅነክተ ዝዘውር ቅኔ ናይ ሓንቲ ጓል ቪድዮ ተሪኢካያ ገለሲ ክሳዕ ምርድኡ ዝጨንቆ ንፓውሎስ እዩ። ግን እቲ ፕራዮሪቲስ ንብጻይካ ከም ነብስኻ እዛ ነብስኻ እዚኣሲ ንብጻይካ ከም ነብስኻ ነታ በዓልቲ ቤትካ ከም ነብስኻ ነቦኻን ነዴኻን ከም ነብስኻ እዩ ዝብለካ ዘሎ ስለዚ ፕራዮሪቲስ ንምንታይ ክስርዑ ተደልዮም ኣብዚ መብዛሕትኡ ግዜ እንድሕር ተስተውዕል ኮንካ ሕማቓት ሲንግል ማም ካለዋኻ ሲንግል ማም ክኾና እኮ ምርጫ ን ኣይኮነን ጎዲለን ከም ዘለዋ ይፈልጣ እየን ያ ስለ ዝረኣኹዎ እየ ኣነስ ናትካ ወፀግዕ ነይረ ሽዑ ሓቂ ጎደልነት እዩ ኢለ ኣቦኻ ሲ
ነደየ ዝቐድም ካብ ኣዴኻ ኢቭ ንስድራኻ ከም ነብስኻ እዩ እሳ ግን ነብስኻ ባዕላ እያ ልዕሊ እግዚኣብሄር ሲ እቲ ናይ ኣደ ነገር እኸብደና ኣሎ ኣደ ቀዳሚት እያ ትኽክል በቃ ሰብኣይ ኣቡን ኣዲኡን ይሓድግ ናብ ሰበይቱ ይጠብቕ እነን እዚኣ ኬካ ኮይና ትስምዓና ኣይካ ኣነ ቅድሚ ደይ ነብሰይ እያ ትቐርበኒ እወ ብትኽክል እዩ ኣብርሽ ንመን ተቀድም ተተባሂልካስ ንነብስኻ እዩ ስለዚ እዛ ነደ ዘፍቀርካላ ፍቅሪ እንተ ንሰበይትኻ ለጊስካላ እንታይ ጎድላ። ልዕሊ ኩሉ ድሰርዐልና ደሎ ንሕና ን ማዕረዲኡ ተገበረኒ ገለ ዝብል ሓሳብ ኣይቅይሮን እዩ። ኣብዚኣ ከኣ እንታይ ክመልኣልካ ይደሊ መስለካ ቀደም እቶም ኣቦታትና ከኣ ነቶም ጸቅጥታት እቲኦም ንምንታይ ምክንያት እዮም ዝገብርዎም ኔሮም እንተ ኢልና ንኣብነት ትርድእና ክቶም ሓወይ እዚኣ እታ ትክክል ስእሊ ናይ እግዚኣብሔር እያ። ቃል ምዕጻፍ ይከቢድዎ ኔሩ ኣቤለ ደኣ እቲ ዝበልካዮ ከይበሃል ይፈርህ ኔሩ እዚ ፈሊጠ እየ ናብ ተርሴስ ዝሃደምኩ ኢልዎ። እግዚኣብሔር ኩፉእ ኣብኡ ኣብኡ እንታይ ኢልዎ ኣሎ ቃል ኣምላኽ መሲልካ ኣብኡሲ ብርሃን እምበር ጸላም ዝበሃል ነገር የለን ኢሉ። ከተረድእ ጥራይ ምፍታን ዘይኮነ ክትርዳእ እውን ዓቕሚ ምህላው። ነቲ መንእሰይሲ ክቃወሞ ነቲ ሓሳብ ዝገበረስ እሱ እዩ ኢለ ይኣምን ኣነ። ሓደ ስጋን ሓደ መንፈስን እትገብር ዓባይ ምስጢር ስለ ዝኾነት። ትርድእኻ ነዴኻስ ኣይኮ ነደይ'ያ ንልዕሊ ኣዴኻ ዝሪኣ። ስለዚ ነዞም ኩሎም እንዳተዓረቕና እንዳተዓረቕና ኣብ ንኸደሉ እዋን እቲ ፕራዮሪቲስ ዝበሃል ነገር ይጠፍእ። መበገሲ ሕለዩ ወይ ኣፍቅሩ ክብል ከሎ እኮ መበገሲ ይገብረልና ኣሎ ከም ነብስኻ እዩ ድብለና ድሎ። ቅድሚ ኩሉ ቀዳምነት ኣለዋ ንሰበይቲ።
ቀዳምነት ኣለዎ ናይ ሰበይቲ ኢለ ሓስብ።
እወ ብትኽክል እዩ።